ነታ ወሊዳታ ዘላ ክትቀትላ ትኽእል እያ እዚኣ ምክንያቱ ሕርቃን ኣለዋ ናይ ሰብኣያ እዛ ሰብ እዚኣ ብቁነት እየ ዝብለኩም ዘለኹም እስኻትኩም ናይ ናይ ወዲ ተባዕታይ ስሚ ጌርኩም ገለ ትብሉ ኣለኹም እዚኣ ብለካ ኣሎ ሕነ ኣለዋ እዚኣ ንእውነት እየ ዝብለኩም ዘለኹ እና ኣይትበል እስከ ስሚር ስቕ በሊ እዚኣ ብለኩም ኣለኹ እዚኣ ብለካ ኣለኹ እቲ እቲ ሰብኣያ ንዒስራ ዓመት ዲን ሓምሳ ዓመት ደቁ ክርኢ የብሉን ክጥንቀቕ ኣለዎ ካብዛ ሰብ እዚኣ ዋላ ዋላ ምስኣ ተሃልዩ ካብዛ ሰብ እዚኣ ክጥንቀቕ ኣለዎ ምክንያቱ እዛ ሰብ እዚኣ ሓደገኛ እያ እዛ ሰብ እዚኣ ኣርመመኛ እያ ምክንያቱ ዋላ ንኣምላኽና ነቲ ኣምላኽና ጋንጊስተር ኢላቶ ብጣዕሚ እያ ስዲ ብጣዕሚ እያ ረሳሕ እቶም ደቂ ተባዕትዮ ኣሕዋተይ ድማ ብዙሕ ኣይትፍርሁ ደቂ ትግርኛ ኣሕዋትና ቁሩብ ሓቂ ዘረባ ፍቕሪ ስለ ዝስእና ዘለዋ ንሕና እውን ብዙሕ ፀገም ኣለና ኣሕዋተይ ኣይደልየኩም ኔተይላ ኣይትንብዑ ፍትሕ ተላመድዎ ምፍልላይ ተላመድዎ እንታይ ከም ኮንኩም ትሓምቁ እንታይ ከም ኮንኩም ናብ ብኽያት ትኸዱ ኣብ ማስሜዳ እንዶይ ትምፃእ ኣይትብከ ተላመዶ ካብ ገዛኻ ተወጺእኻ ብዙሕ ሽግር ከም ዘጓነፈካ ክትፈልጥ ኣለካ ካብ ዓድኻ ካብ ሃገርካ ካብ ኩሉ እንድሕር ወጺኻ ንኩሉ ነገር ተዳሎ ኣንቱም ሰባት እንታይ ኹም ኮንኩም ገጥ እንደበል እንታይ ኹም ኮንኩም ትበኽዩ ጓል ገዲፋትኒ ክልተ ሰሙን ጌራ ሓንቲ ወርሒ ጌራ ትኺድ ብቁፅ ትበል ኣይጠዓመካን ኣይደለየትካን እንታይ ኹም ትበኽዩ ባእ በጃኻትኩም ካብ ዓድኻ ካብ ገዛኻ ትወፅእ ከለኻ ንኹሉ ድልው ኩን ነቲ ነቲ ዝቐለለ ህይወት ዘይኮነስ ነቲ ዝሓየለ ሽግር ክትዳሎ ኣለካ ነቲ ዝሓየለ ነቲ ዝሓየለ ሽግር ክትዳሎ ክትክእል ኣለካ ፕሊስ ኣሕዋተይ ብፍላይ ብጓል ኣንስተይቲ ትነብዑ ሰባት ኣነ ኣለ ነው ስለ ዘይመጻካ ድዩ ስለ ከምዚ ገለመለ ኣበይ ርኢኻኒ ግን ግደፉ ነቲ ዝኸበደ ህይወት ድሉው ክትከውን ኣለካ። ነቲ ዝሓየለ ሽግር እንድደይትጸሉ ኮንኩም ካብ ዓድኹም ክትወጹ ይነበረኩምን። ኣብ ሊብያ ንሕና ንበዝሕ ኣብ ሓንቲ መንኪና ሓደ በዓል ብረት እዩ ንኹላህና ቀጥቀጥ ደብለና። ምኽንያቱ እንታይ ተልካ ካብ ዓድና ስለ ዝወጻና ኢና ፈሪህና። ካብ ዓድና ውጽእ ክንብል ከሎና ጃጂና። ኣብ ዓዲ ሰብ ምስ በጻሕኹም ግን ዋይኹም ርእስኻ ተድንን። ኣይተለካ ነተላትካ ትባዕ ተማሃር ተቐየር ተለወጥ ገንዘብካ ሕዝ በይንኻ እውን ይንበር እዩ ወዲ ሓወቦይ በይንኻ ይንበር እዩ በይንኻ ይንበር እዩ እንታይ ኣተወኩም ፕሊስ እዚ ሸጣን ደፊእኒ እንታይ እዩ ኮይኑ ጥዕንኡ ዶ ፅቡቕ ኣይነበረን እዩ ገለ ዝበሃል የለን ኣብ ኣብ ምቕታል ሰብ ኣብ ህይወት ምሕላፍ ሰብ ምኽኒት ዝበሃል ኣይድልን እዩ ፀጊብካ ጥራይካ ሰብ ተጥፍእ ደለኻ ዓበድበድ ኢልካ ኢኻ ሰብ ተጥፍእ ዘለኻ ሓደጋ ዝበሃል ኣሎ ወዝብ ዝበሃል ኣሎ ብመንኪና ድዩ ብገለ ድዩ ሰብ ከይረእኻዮ ትሃርሞ ትኽእል ኢኻ ብኻልእ ግን ፅጋብ እዩ ፅጋብ ጥራይ እዩ ቅድሚ ወስ ምባልካ ዋ ክትሓስብ ክትክእል ኣለካ እዚ እዚ ንደቁ ዝቐተለሲ ነፍሱ ነቶም ቆልዑት ኣጥፊኡስ ነፍሱ ገዲፍዋ ኣብ ነፍሱ ምስ በፅሐሲ ነፍሰይ ንዕንበሪ ኢሉስ ፈሪሁ ንነብሱ ንኽትነብር ገዲፍዋ፣ ነቶም ደቁ ንሕልፈት ፈሪድዎም ካብዛ ዓለም ካብዛ ዓለም ሰዊርዎም፣ ንነብሱ ግን ምጭካን ስለ ዝሃበዮሲ ንፖሊስ ደዊሉሲ ባዕሉ ክሳ ጌሩ። ራእይዎሞ ኣቶም ሰባት ኣነ ብጣዕሚ እዩ ዝገርመኒ ንነብስኻ ክትነብር እናደለኻስ ንሰባት ተጥፍእ ኣነ ብጣዕሚ ኣለ ነው እንድዒ የሕዋተይ ፕሊስ ኣይትብሉ ኣይ ኣይትፍረው ኣይ ኣይትፍረው ጓል ኣንስተይቲ ተኸቢርካ እያ ተኸብረካ ጓል ኣንስተይቲ ኣነ ክነግረኩም እዚኣ ኢላታ ዘይኮነ ስብለካ ኣለኹ ጓል ኣንስተይቲ ሰብ ኣይትቀትልን እያ ጓል ኣንስተይቲ ለዋህ እያ ጓል ኣንስተይቲ ርህርህቲ እያ ጓል ኣንስተይቲ ባቑባቑ እያ ጓል ኣንስተይቲ ዕምባባ እያ ክትብድለካ ትኽእል እያ ክትገድፈካ ትኽእል እያ ጓል ኣንስተይቲ ስጋብ ናይ ሞት ኣይትፈርድን እያ ብለኩም ኣለኹ ጓል ኣንስተይቲ ስጋብ ናይ ሞት ጓል ኣንስተይቲ ዝቐተለቶ ወዲ ተባዕታይ የለን ጓል ኣንስተይቲ ሓንቲ ኣበያ ጨካን እንተልካ ኣብ ኩናት ኣብ ኩናት ጨካን እያ ንሰብኣይ ኣይትቐትልን እያ ጓል ኣንስተይቲ ኣብ ኩናት ግን እታ ዝሓየለት ጓል ኣንስተይቲ እያ ኣብ ስልያ ምፃእ ኣብ ገለ ንብፃእ ነብሳ ረኪሰ እያ ሃገር ተምፅእ ንሰብኣይ ኣይትቐትልን እያ ጓል ኣንስተይቲ እንታይ ኮንኩም ትፈርሁ ቧእ ኣነሲ ንዓወት ጆጋኑ እዚ ማስሜዳ ረኣዮ ብድሕሬኻ ተባላሹ ኢሎምኒ ገሼ እንድየ ዘለኹ ንዓወት ጆጋኑ እዚ ማስሜዳ ተባላሹ በጃኻ ኩሉ ወዲ ተባዕታይ ፈሪሁ ኢሎምኒ እንታይ ኮንኩም ትፈርሁ እንታይ ኮንካ ትፈርሕ እንታይ ኮንካ እዚኣ እዚኣ ሃገር እዚኣ ሃገር ሃገር ረሳሕ ጓላ ሕጂ ወሊዳ ጓላ ክንዲ ተጠምቕ ጓላ ክንዲ ተዕብሲ በዚኣ ትጭነቑ እዚኣ ኢላታ ትሰምዕ ጓል ኣንስተይቲ የላን ሰብ ትቀትላ ንመዋእልክን ትእሰራ ንመዋእልክን ኣብ ደም ትበጽሓ እንታይ እንታይ ኢኹም ትፈርዉ ጓል ኣንሰይቲ ከምኡ የላን እዚኤን ሕማም ነብሰን ይጻወተለን ዘሎ እዚኤን ተባል ዩ ኖ ዩ ኖ ጋይስ ዩ ኖ ጋይስ ኢዝ ዳመች ኢስ ብሬንግ ኢስ ዳመች ሳም ፒፕል ኢስ ዳመች ኢስ ብሬንግ ኣነ ኣነ ትማል እዚኣ መጀመርታ ከምዚ ምስ ተዛረበት ዝሐሰበትኒ ነዚኣ ነዚኣ ሃገር ትበሃል ብለነቲ ቀዳማይ ደፊእና ደፊእና ኣሽሓት ገንዘብና ምፍሳስና እዩ ኣሽሓት ገንዘብና ንሃገር ምውፃእና እዩ ነዚ ሃገር ዝብልዋሲ ኣሽሓት ኣሽሓት ኣሽሓት ገንዘብና ከፊልና መልክዕ ዘይብላ መልክዕ ዘይብላ ኮላ ርእሲ ዘይብላ ኮላ ቅድሚት ምውፃእና እዩ ማስጣ ዮርዳ ዮርዳ ሓብቲ እታ ዳኸይነ ዳታ ዮርዲ ሓፍትና ድማ ይቕረታ ግበርልና ዝሓፍተይ ማዕረይ ካብ ሕጂ ኒኖ ክንሕግዘኪ ኢና ዮርዲ ሓፍትና ሓደ ግዜ በዲልናኪ ኢና ንዓኺ ትግርኛ ሓፍትና ነፂግና ነፂግና ነፂግና ነዛ ርእሲ ዘይብላ ቀዳመይቲ ውፅኢና እያ ብጣዕሚ እዩ ዘሕዝን ኣምላኽ ቀዳማይ ጋንጊስተር እዩ እቲ ሓንቲ ቴሌፎነይ ከይስማዕኩም ቀስ ኢለ እዚ ሕጂ ክነግረኩም ጊዛዊ እዩ እዚ ጊዛዊ እዩ ወይ ጽባሕ ድወ ድሕር ጽባሕ ብለኩም ኣለኹ ከቢድ ዝኾነ ቃላት እዩ ክጥቀም ከቢድ ዝኾነ ማለት እዩ እዚ ቀሊል እዩ እዚ ዝዛረቦ ዘለኹ ገለመለ መበገሲ እዩ ከቢድ ዝኾነ ቃላት ክፍንወልኩም እየ ብሌን እያ ብሌን እያ ያ ብሌን እኮ እያ ዘይ እዚ ትግርኛ ሓድነት ስለ ዝብል ሓድነት ሓድነት ሓድነት ሓድነት ባንዴራ ተልዒልካ እኳ ኩሉ እዩ ዝሕግዘካ በቃ ባንዴራ ተልዒልካ ከላስ ባንዴራ ተልዒልካ ከላስ እታ ሓፍትና ድማ እታ ዮርዳ ከዓ ናብ በዓል ሰልጠነ ስለ ዝኾነት ደቂስና ደቂስና ደቂስና ደቂስና ድሕሪት ኣውፂናያ ወረ ኣበር ነውፃላ ነርና ትሪእዎ ኣለኹም ክትዕንቅፋ ሓሲባ ትሪእዎ ኣለኹም ክትዕንቅፋ ሓሲባ ነዚኣ ዳታን ክትዕንቅፋላ ነዛ ላሃዛዝ እዚኣ ነዛ ላሃዛዝ ዳእንታ ክትዕንቅፈላ ነዛ ላሃዛዝ እዚኣ ነዛ ላሃዛዝ ዳእንታ ክትዕንቅፈላ ኣታ ኣታ ኣብቲ ግዜ እቲ ንዮርዳ እኳ በሊዕናያ እኳ ኢና ንሓብትና በሊዕናያ ብጣዕሚ እዩ ዘሕዝነኒ ነዚኣ ነዚኣ ዳብኻ ዓንቂፋታ ባይዘወይ እንድሕር እዛ ሰብ እዚኣ ተኸሲሳ ጓላ ክትሕደግ ትኽእል እያ ነቲ ወሊዳቶ ዘላ ህፃን ክትሕደግ ትኽእል እያ ንሕና ግን ከምኡ ዓይነት ሰብ ኣይኮናን ኣሕዋተይ ድማ ሸለል ብልዋ ፕሊስ ኣሕዋተይ እቶም ደቂ ተባዕትዮ እዛ ሰብ እዚኣ የምክን ካብ ሰብኣያ ድያ ተፈላለያ ኸይና ገለመለ ድያ ከምዚ ዓይነት ቃላት ክትዛረብ ኣይነበራን ግን ሸለል በልዋ ኣሕዋተይ እቶም ክንከሳ ኢና ትብሉ ዘለኹም ነቲ ነቲ ቃላታ ናብ ካልእ ክነብጽሖ ኢና ትብሉ ዘለኹም ግደፍዋ በጃኻትኩም ሸለል በልዋ ኣሕዋተይ እዚኣ ትቐትሎ ሰብ የለ ገለ የለ በቃ ሸለል በልዋ ሕማቕ መዓልቲ ውዒላ ሸለል በልዋ ኣቶም ኣብ ጥቓ ዓዳ ዘለኹም ምስኣ ሃገር ትቕመጡ ዘለኹም ኣይተኽሰስዋን የብልዋ ገጻ ትርሓቕ ነታ ህፃን ኢልኩም ግደፍዋ ኖ ኖ ኖ ኣሕዋት ድሓን ኣነ ኣነ ብወገነይ ሸለል በልዋ እዛ ሰብ እዚኣ ሕማቕ መዓልቲ እያ ውዒላ ሓራስ እያ ዘላ ከዓ ሓራስ ስለ ዝኾነት እያ ገለ ገለ በቃ ሸለል በልዋ እንታይ ትበሃል ወደ ሽግር ኣሎ እዚ ንዓና እንታ ያ ተም ደቂ ተባዕትዮ ከዓ ገሊኹም እካ ኣለኹም ኣፍኩም ሃህ እናበልኩም ኹኑ ከክንዲ ገለ ትበልዑ እዞም ኩሎም ደቂ ተባዕትዮ ፈሪሆም ሓዲሮም እንታይ ኮይኖም እዮም ፈሪሆም

ብሕማቕ ይመት ኣለዋ ዓገብ በሉ ሓግዝወን ዓገብ በሉ ከምቲ ንስኻትኩም ንሞት ትፈርህዋ ዘለኹም ተሲእኹም ድማ ዓገብ በሉ ዓገብ በሉ ንጓል ኣንሰይቲ በጃኻትኩም በጃኻትኩም እዛ ሰብ እዚኣ ሲ ክላእ እንታይ እሞ ይ እታ ትግርኛ ከዓ ኩሎም እዮም ዝኽእልዋ ብሌን ይኽእልዋ ትግረ ይኽእልዋ ኩናማ ይኽእልዋ ራሻዳ ይኽእልዋ እታ ትግርኛ ከዓ ኩላ እዮም ክኢሎማ ኩሎም እዮም ዝዛረቡ ትግርኛ ሽግር ረኺብና ባይዘወይ ቶም ደቂ ተባዕትዮ ከምቲ ንስኹም ትፈርህዎ ዘለኹም ወላ ሓደ ነገራት ጓል ኣንሰይቲ ሲ ስጋብ ዛ ሕጂ ንወዲ ተባዕታይ ዝቐተለቶ የብላን ጓል ኣንሰይቲ ክትቀትለካ ተደልያ ምኽሪ ይኮነት ትደሊ ነዚ ነገራት እዚ ይኹን ካልእ ይኹን ኩሉ ይፈልጣ እየን ኩሉ ፈልጣ እየን ባይዘወይ እስኻትኩም ግን ካብ ትፈርሁ ኣኽብርወን ድማ ኣኽብርወን ሓብሕብወን ፍቕሪ ሃብወን ፍቅሪ ሃብወን እንድሕር ዘይደልያኹም ከይነን ከዓ ብኽብረት ብኽብረት እብለኩም ኣለኹ ብኽብረት ኣፋንውወን ብኽብረት ኣፋልወን ብኽብረት ኣፋንወን ፕሮሰስ ጌርኩም ስለ ተምፅወን ከፍ ኢለ ኣምፅአያ ክልተ ሰሙን ምስ ገበርኩ ገዲፋትኒ ክልተ ሰሙን ገይረ ተስእ ኪድ ተባራበሩ ጓል ኣንሰይቲ ትገዛእን ኢኻ ጓል ኣንሰይቲ ብገንዘብ ኣይትጥበርን እያ ጓል ኣንሰይቲ ብፕሮሰስ ኣይትግዛእን እያ ጓል ኣንሰይቲ ብክብረት እያ ትነብር ጓል ኣንሰይቲ ብፍቅሪ እያ ትነብር ጓል ኣንሰይቲ ትሕቲኻ ጌራ- ጌርካ ኣይተንብራ መዓሪኻ እያ በቃ ጓል ኣንሰይቲስ መዓሪኻ እያ ፈቲኻ ፀሊእኻ ብምንታይ ኣማዕሪኻ ብፍቕሪ ብምክብባር ኣብዚ ምፅኢኻ ሲ በቃ ፕሮሰስ ስለ ዘምፃኻያ ዲኻ ወይ ንእሽቶይ ስለ ዝገበርካላ በቃ ብሓይሊ ሓዳር ክትገብረላ ኣታ ክንደይ ትሓስሙ ኢኹም ሃገር ከምዚ ኢላትና ሃገር ከምዚ ኢላትና ጓል ኣንሰይቲ ደኣ እንድሕር ክትቀትለካ ደልያ እንታይ እንታይ ምኽሪ ደልያትትሉ እዛ ሰብ እዚኣ ብኣፋ ስለ ዝወፀቶ እምበር እንታይ ምኽሪ ደልያትሉ እንታይ ምኽሪ ደልያ ተሉ ጓል ሰብ ክትቀትሉ ተደልያስ እንታይ ምኽሪ ደልያ ተሉ ጋይስ በጆኻትኩም ግደፉ ዘን ደቂ ኣንስትዮ ግደፉ ግደፉ ኣኽብርወን ኣኽብርወን ትሕቴኹም ክተንብርወን ኣይትሕሰቡ እዚ ኤውሮጳ እዩ ዓዲ ናጽነት እዩ እንድሕር ከምቲ ናይ ቦታትካ ክትነብር ተደሊኻ ኤርትራ ከይካ ሓዳር ግበር ኣጀንዳ ኣብ ኤርትራ ከድካ ከምኡ ግበር ሓዳር ዕንጨቲ ከድካ ትወፍረላ ግራት ከድካ ትፅህላ በረኻ ከድካ ገንዘብ ተምፃላ እዚ ከምኡ ይኮነን እዚ ካልእ እዩ እዚ እዚ ካልእ እዩ እቲ መናባብሮ እነብረሉ ዘለና ኣብዚ ኤውሮጳ ካልእ እዩ ገንዘብ ክተምፅእ ትኽእል እያ ሰሪሓ ምሳኻ ትወፍር ኣላ ምሳኻ ትመሃር ኣላ ምሳኻ ዲሞክራሲ ትፈልጥ ኣላ ናፅነት ትፈልጥ ኣላ ኣኽብራ ሓንቲ እኮ እያ ሓዳር ማለት ምክብባር እኮ እዩ ላዕሊ ታሕቲ ዝበሃል የለን ላዕሊ ታሕቲ ዝበሃል የለን ሓዳር ማለት ምክብባር ማለት እዩ ንጓል ኣንስተይቲ ኣትሒትካ ትሪኣ ወዲ ተባዕታይ ኣኸቢርካ ላዕሊ ተውፅ ከምኡ የለን ንጓል ኣንስተይቲ ኣኽብራ ክተኽብረካ ኣኽቢርካያ እንድሕር ዘይኽብረትካ ድማ ተፋ በቃ ፍትሓያ ፍትሓያ ብሰላም ንበር እምበር ብሓይሊ ተምብራኒኻ ምሳኻ ምንባር ምስ ኣበየትኩምሲ ክትቀትላ እዚ እንታይ ይበሃል መስለካ ንበጊዕ ነውዳኣመት ዝገዛእኻያሲ በቃ ኣውዳኣመት ኢልካ ስለ ዘግዛእኻያ ገንዘብ ስለ ዘውፃኻላ ነውዳኣመት ተሓርዳ ጓል ኣንሰይቲ ስለ ዘውፃኸላስ ብሓይሊ ክተንብራ ምሳኻ ብሓይሊ ክተንብርወን ብጣዕሚ ዘሕዝን ብጣዕሚ ናይዞም ደቂ ተባዕትዮ ኣደነው እንድሕር ዘይተቐየርኩም በቃ ክትባልዑ ኢኹም ነንሕዲኹም ተቐየሩ ተቐየሩ ተቐየሩ ተቐየሩ ተቐየሩ ጓል ኣንሰይቲስ ክብርቲ እያ ጓል ኣንሰይቲ ወርቂ እያ እንተኽቢራትካ እንተኽቢርካያ ክብሪ ትህባ ኣለኻ ምሳኻ ተነይራ ጽቡቕ ክብሪ እናሃብካያ ከለኻ ኣይደልየካ ነተለትካ ንዓልቲ ሰላማ ትበላ ደቂ ኣንስትዮ መሊኤን ኣለዋ ቸንጅ ዩር ላይፍ ጓል ኣንስተይቲ ሽሕን ሚእትን ኣለዋ ሽሕን ሚእትን ክብሪ ሂብካያ ክብሪ ዘይትህበካ ፍቅሪ ሂብካያ ፍቅሪ ዘይትህበካ ሓዳር ደሊካ ሓዳር ዘይትህበካ ጓል ኣንስተይቲ ብሰላም ተፋላለዩ ቁዱም ብሰላም ፍትሕዎ ብሰላም ክፈታሕ እንድሕር ዘይከኣል ከይኑ ድማ ንውላድኩም ኢልኩም ገገዛኹም ሕሽኩም ውላድኩም ኣኽብሩ ንውላድኩም ንበሩ እምበር ጓል ኣንስተይቲ በጊዕ ኣይኮነትን ኣምፂኻ ብኻራ ጌርካ ትሓዳ ገመት ጌርካ ሽቐቕ ክተብላ ዋኣታ ናይ ደቂ ተባዕትዮ ፍሉይ እዩ ኣብ ደቅኹም ባኹም በፂሑኹም ዘለኹም ዓገብ በሉ በጃኻትኩም ሕጂ ሓንቲ ጓል ኣንሰይቲ ስሚ ጌርኩም ሰብ ምሞኦም ስለ ዝበለሰይ ኩላኹም ጮጮጮጮጮጮ ሰብ ትቐትል ሕጊ ድማ ይቐትለካ ሰብ ተጥፍእ ሕጊ ድማ የጥፋእካ ኣብ ከምኡ ከይበፅሓኻ ከለኻ ስነ ስርዓት ጌርካ ኸይድ ጓል ኣንሰይቲ ንወዲ ተባዕታይ ከመይ ጌራ ትቐትሎ ትፈልጥ እያ ጓል ኣንሰይቲ ሰብ ኣይተቐትልና ጓል ኣንሰይቲ ሰብ ኣይተቐትልና ጓል ኣንሰይቲ ርህርህቲ እያ ጓል ኣንሰይቲ ፍዮሪ እያ ጓል ኣንሰይቲ ብርሃን እያ ክትገድፈካ ትኽእል እያ ክትቀትላካ ኣይትኽእልና ወዲ ተባዕታይ ግን በቃ ፍትሕ ስለ ክፃወር ዘይክእል ጓል ምስ ከደት ብኻራ ገይሩ ዝሓርዳ ዘሎ ወዲ ተባዕታይ እዩ ትግርኛ ተዛረባ እዩ ዘሎ ኣጋባብ ግበሩ ኣገባብ ግበሩ ጓል ኣኽብርዋ ፕሊስ ጋይስ እዚ ትሕት ኢለ ዝዛረበኩም ዘለኹ ካብ ጽባሕ ግን እቲ ድምፂ ትሕት ኢሉ ድማ ኣነ ሰብ ዝሰምዓኒ ዘሎ ይመስለኒ እዩ ዘይተመለስኩ ዘለኹ ኣስሚር ናባኻ ክንሓልፋ ሓንሳብ

ዝኮነ በቃ እንድዒ ኣነስ ፈሪሆም ከዓ ስሚ ጌርኪ ንሃቦም ተበሉስ ፈሪሆም ኩሎም ኩሎም ማስሜዳ ከፊቶም እባ ጓ- ወዲ ተባዕታይ ዳ- ዳ- ኣበይ ለዝመተ ጓል ኣንስተይቲ እያ ትመውት ዘላ እኳ
ቀስ በብሎ
ኣነስ ገሪምኒ ፀኒሑ ገለ ንዐይ እታ ሃገር ዝብለዋ ሃሲ ኢላ እንታይ ሽሙ እንድዩ
እንታይ ኢና እሞ ንብል በቃ ተዛረብ ኩሉ ሰብ ድሓን ስኹን ተባሊዑ እኮ እንታይ ኢና ክንገብሮ እንዲ ኣነ ንርእሰይ ተገሪመ ዘለኹ ክንዲ ናይቶም ቆልዑት ሪኢኻ ክንዲ ዝሕል ትስንብት ዝሕል ትብሲ ብ- በቃ ሆ ሆ ሆ ሆ ሆይ ኣነ በዛ ነፍሰይ ተገሪመ እየ ዘለኹ ጸሎት ጥራሕ ንግበር ክብለኩም ዝኽእል ምክንያቱ እዚ ዝዛረቦ ዘለኹም እንታይ ብላ ኣለ ዝወዲ እንታይ ብለክለ ዝወዲ ስምዕ እዮ እታ ጓል ኣንሰይቲ ቅዱምታ መግቢ ክትጥዕም ኣለዋ ወይ ከዓ ማይ ተሂባትካ ካሰት ኣለዋ ቅዱ ብለክ ኣይበልዕን እዮም ሕጂ ሓዊ ተደፊኡ ሕጂ ኩላ ሰ ተፈጥትከኩና ዘላ መንግዮም ንፈቱ ኢልካሲ ኩላ ሰብ ማይ ከማን ኣይሰትን እዩ እዞም ደቂ ተባዕትዮ ክፈርሁ ማዓት እዮም ጓል ኣንስተይቲ ክትመተልኩም ሓላል ኣስሚር ሕጂ ሞ ሓቂ ኣብቲ ሓቂ ንዛረብ እንታይ ኣለዮ መሲልኪ እዚኣ ፅንሕ ምከቕምጣ ወዳያ
ነኖ ድሓን እንታይ ኣሎ መሲልኪ እታ ጓል ካብ ኣፋ ስለ ዘውፀቶ ትሕማቕ ዘረባ ደኣ እምበር ዝኾነ ሰብ ንሰብ ከመይ ገይሩ ይቐትሎ ዝጠፍኦ የለን ጓል ኣንሰይቲ ከዓ ንወዲ ተባዕታይ ኣይትቐትሎን እያ ጓል ኣንሰይቲ ዝቐተለቶ ወዲ ተባዕታይ ስጋብ ሎሚ የለን ኣብ ስደት ዝቐተለቶ ወዲ ተባዕታይ የለን ጓል ኣንሰይቲ ግን ኣብ እስራኤል ኪዲ ኣብ ካናዳ ኪዲ ኣብ ኤውሮጳ ምፂ ኩለን ደቂ ኣንስትዮ እየን ተሓሪደን ዘለዋ ሶ ካብዚ ከምዚ ድማ ይሰውረና ፈጣሪ ጓል ኣንስተይቲ ሰብ ኣይትቐትልን እያ ብቑኔት ኣለካ ዘለኹ ጓል ኣንስተይቲ ለዋሃ ጓል ኣንስተይቲ እኽሊ እያ እንታይ እዮም ኮይኖም እቶም ደቂ ተባዕትዮ ደኣ ኣብ ከምዚ ዝዋፈሩ ዘለዉ ተልኪ ክገዝእወን ስለ ዝደልዩ ክገዝእወን ስለ ዝደልዩ ኣይደልየካን ኖ ኖ ኣይደልየካን ተይላትካ ኣይደልየካን እዩ እንድሕር ዝኸብደካ ኮይኑ ካብ ፕሮሰስ ኣይተምፃያ ዋጋ ኣይትኽፈለላ ፕሮሰስ ኣይተምፃያ ኣይተምጻያ ናትካ ይትረፋ ናይ እቲ ሙሽሙሽ እዩ ከዓ ሰብ ዝቐትል እቲ ሓምሊ እዩ ሰብ ዝቐትል እቲ ጅግና ኣይቀትልን ሰብ ክነግረኪ ምክንያቱ ብዓሰርተ ሽሕ ዲኻ ዕስራ ሽሕ ሲ ሰብ ህይወት ከተጥፍእ እምነት በሊዓትኒ ከምዚ ገይራትኒ ከምዚ ገይራትኒ ንዓ በጃኻ ወይ ከዓ በጃኻ ሰብ ኣይትቕተልኒ ዋ ኣይተምፃያ እንዶ ኣይተምፃያ

ጓል ኣንስተይቲ መልሓሳ ገለገለ ይትበሊ እወ ሕጂ እሳ ግደፍ፣ ግደፍ እዩ። ምርትዛርቦቶ ሲ እንታይ ክብለካ ዝደሊ ወ- መስልካ ኣሃ ናይታ ጓል ዲኺ ናይ ሃገር ዲኺ እወ ናታሲ እ፣ ነተን ሰላም። ንኣሽቱ ኣሕዋትና ኣወዳት ኣለውና ወላ ነቶም ደቅናሲ ሕማቅ ትምህርቲ ምትሕልላፍ እቲ ዘሕለፈቶሲ እንታይ እያ ኮይና ሕርቃን ነይርዋ ከውን ከምዚ ምሽ ኣለካ ሓዳደ ግዜ ሲ ኣብዚ ላይፍ ኣቲኻ ሲ እትዛረቦስ ኣነ ሕጂ ሓዳደ ግዜ ጥንቅቕ ኢለ ዶ ዝዛረብ ንምንታይ ደሓር ከም ደጥቃዓኒ ስለ ዝፈልጥ ሕጂ እንታይ ኮይና ኣላ ሓራስ እያ ትኸውን ኩላትኩም ኣሕዋትና እቕረ በሉላ ከምኡ ትገብር ኣደ ይብልናን ከምኡ ትገብር ሓፍቲ ይብልናን ከምኡ ክንገብር ከዓ ኣይንሓስቦን ኢና ንሕና ኣዴታት ስለ ዝኾንና ኣወዳት ስለ ዝወለድና ንሰብኣይናስ ክንሃርሞ ኢኹም ኣንስ ክ- ዝኾነ ነገር ሓሳብ ከማን ፅቡቅ ሓሳብ ኢና ክንሓስበልኩም ንኽእል እምበር ለለ እዛ ሰብ ከምኡ እዚኣ እኮ ክንሓስበልኩም ተበዲለ እያ ኣይንኽእል ኢና ማእሙና እብለኪ ኣለኹ ሲ ምስ ሓዳራ የላን ሕጂ ምክንያቱ ፍሉጥ እዩ ምስ እወ ሓዳራ ተትህሉ እ፣ ምስ ሓራ ስለ ሰብኣያ ዝኾነት ተትህሉ ከምዛ ከምዛ ዓይነት ቃላት ክትዛረብ ኣይትኽእልን እያ ግን ግን ኣይትኽእልን እያ ተበዲላ ወላ ክትከውን ትኽእል እያ ስለ ተበዲል እያ ተበደልካ ትኸውን ግን ከምዛ ዓይነት ቃላት ክትዛረብ ኣቱም ሰባት ብሕጊ ይሕትት እዩ ኣደ ቆልዓ ተባሂላ ህፃን ኣብዚ ከምዚ ገይራ ከምኡ ዓይነት ቃላት ክትዛረብ ነውሪ እዩ በቃ ኣነ ግን ናታ ዘይኮንኩ ዝዛረብ ዘለኹ እቶም ደቂ ተባዕትዮ ሲ ስነ ስርዓት ግበሩ ጓል እንሰይትስ ኣኽብርዋ ጓል እንሰይትስ እብለካ ኣለኹ ኣኽብርዋ እንድሕር ኣይደልየካን ኢላትካ ከዓ ሰላማ ሃባ ስለ ደምፀኻያስ ኣይትግዛኣያ ስለ ስለ ኣይደልየካን እየ ዝበለትካሲ ኣይተፈራርሃያ ኣይደለካ ነተራትካ መንገዲ ቀይር መዓት መንገዲ እዩ ዘሎ እንታይ ከ ንፍትሕ ከምዚ ቁሪ ጌርካ ትወስዶ ኣይደለካ ነተራትካ ኣይደለካን እዩ ዋ እንታይ ኹም ናብ ምቕታል ትኸዱ
እንታይ ዲኹ ኣንሕ- ወይ ከዓ ንጎርና ንሕና ዘይ- ዘይንፈልጦ ገለ ትቕሑሙ ኢኹም ማለት እዩ ኦይ ገለ ትወስዱ ኢኹም መስለኒ ዋ ገለ ኢኹም ትወስዱ መስለኒ ህድእ በሉ ህድእ ህድእ በል ሳራ ክንደይ ገንዘብ ከፊልካ መጺኻ ክንደይ ሽግር ከፊልካ መጺኻ ክኣትው ዝ- ክንደይ ሕዋትካ ኣብ ሊብያን ኣብ ባሕርን ከፊልካ መጺኻ ንስኻ ብሰላም ኣቲኻስ ን- ንህይወትካ ብሰላም ከተንብር ኣይትኽእልን ህይወትካ ብሰላም ክተ ብሰላም ከተንብርዎ ኣይትኽእሉን እዛ ህይወትኩም እዚኦም ሰብ ዝቐትሉ ድማ እቶም ናይ መወዳእታ ብለኩም ኣለኹ ሓዳር ዘይግባኣኩም ሰባት ኢኹም እቶም ሓምሊ ዝኾንኩም ሰባት ኢኹም ብለካ ኣለኹ ጅግና ሰብኣይ ብለካ ኣለኹ ሰብ ኣይቀትልን እዩ ጅግና ሰብኣይ ምስ ናብራ እዩ ዝቃለስ ጅግና ሰብኣይ ምስ ናብራ እዩ ዝቃለስ ምስ ምቅያር ሽግር ተመፅዎ ከመይ ገይሩ ይፃወሮ ሽግር ተመፅዎ ከመይ ገይሩ ይሓልፎ እዞም ኣታ ክንደይ ድዮም ኣብ ኤርትራ ነይሮም ሓዳር ዘይግብኦም ሰባት ናይ መስተ ናይ ቁማር ኣብዚ መፂእኻ ሓንቲ ጓል ኣንሰይቲ ክነግረካ ከመዩ ኢላ ስለ ዘይትሓተልካ ኣኮ የብላ ሓወቦ የብላ ሓትነ የብላ ሓዉ የብላ ኣብ ስደት ስለ ዘለኻ ከይሓተተትልካ ድርግም ኢላ ትኣትወካ መሳእተኻ ድማ በቃ ሓደ ሙሽሙሽ ኮይንካ ትጸንሕ ሙሽሙሽ ህይወት ሰብ ደጥፍእ ጅግና ሰብ ሂወት ሰብ ኣይጥፍእን እዩ ምክንያቱ ንስድራካ ኣብ ደም ኣይትእትዎም ንደቅካ ኣብ ሓዘን ኣይትግደፎም ኣንታ ሰበይቲ ሓደ ውላድ ተወሊዳትልካ ሓንቲ ጓል ኣንሰይቲ ንግስቲ እያ ኣክብራ ብሽምካ ትፅዋዕ እኮ ኣምፅያትልካ ደላ ብሽምካ ትፅዋዕ ብሽምካ ብሽምካ ትፅዋዕ እንድሕር ወሊዳትልካስ ኣኽብራ ብሽም ሓን ተጸበዩ ኢኹም ጽባሕ ድሕር ጽባሕ እሞ ኣነ ብሽምካ እንድሕር ብሽምካ ዝኣክል ዝጽዋዕ ውላድ እንድሕር ወሊዳትልካሲ ኣኽብራ ዋላ ፍትሕ ድያ ደልያ እዛ ሰብ እዚኣ ኣኽብራ ብሽምካ ዝኣክል ውላድ ወሊዳትልካስ ክትቀትልዋ ምክንያቱ ንምንታይ ዲኻ ትቐትላ ዘለኻ ብዘይ ንሳ እስኻ ሰብኣይ ኣይኮንካን ማለት እዩ ብዘይ ንሳ እስኻሲ ጅግና ኣይኮንካን ማለት እዩ ንሳ እየ ፀይራትካ ትኸይድ ነይራ ክንደይ ግዜ ተዛሪበሉ ክልተ ዓመት ተዛሪበሉ እየ ብደይ ብደይ ንሳሲ እስኻ ሰብኣይ ሙሉእ ኣይኮንካን ማለት እዩ ሙሉእ ሰብኣይ ንጓል ኣንሰይቲ በዲላትኒኣ ጠሊማትኒኣ ገለመለ ኢሉ ኣይቀትላን እዩ ኣይቀትላን እዩ እቶም ሕማቓት ኢኹም ህይወት ሰብ ትሕልፉ ዘለኹም እቶም ሕማቓት ሰባት ህይወት ሰብ ትሕልፉ ዘለኹም ምክንያቱ ሓዳር ከዓ ንዓኹም ኣይትግባኣኩም እያ ነይራ እምበር ፍትሕ ኣሎ ንቡር እዩ ብራዘር ከምዚ ናትኩም ክንደይ ሰብ ሕሊፉ እዩ ምሽ ሓንቲ ክልተ ሰለስተ ዝበፅሐ ሰብ ኣሎ ተፃወሮ ፍትሕ ድማ ልመዶ ይልመድ እዩ በስማም ኣምላኽ ኣቦይ እስኻ እንድሕር ደሊኻያ ዄንካ እዛ ነገር እዚኣ እስኻ ደሊኻያ ተንካ ፍቓድካ ይኹን ኢልካ ተጸበዮ ተቐበሎ ኣብዚ መጺኹም ሓደ ክልተ ተስኪ ትበልዎ ገዲፋትኒ እንዲ ኸይዳ ገዲፋትኒ ኸይዳ ሰሙን ምስ ገበረት ክልተ ሰሙን ብኩዖ ብኩዖ ምስ ገንካ ዳ ገዲፋትካ ትኸይድዎ ሓምሊ ሓምሊ ስለ ዝኾንካ ተጻወር ኪድ ተስ ኪድ ስራሕ ገጽካ ትርሓቅ ገዲፋትኒ ኮይና ብጽብጽ ኣቢልካያ ትኸውን ናይ ቁማር ኬንካ ትኸውን ናይ ቁማርን ናይ ካርታን ትኸውን ኣታ ኣታ ሓራይ ገበረትካ እታ ምሽቲ ኣብዚ መጺኹም ማስሜዳ መጺኹም ትበኽዩ እቶም እቶም ሽንቲ ዝኾንኩም ኢኹም እቶም ይሕሩ እዮም ኣብ ማስሜዳ መፅኦም ዝበኽዩ ምስዚኦም ክነግረኪ ብርጭቕ እናበልዓኻ ኢኻ ትዛረብ ኣነ እንታይ መረፅኩ ደቂ ኣንስትዮ ኣሕዋተይ ብሕጂ ዘለኽን ኣይትተሃወኻ እስከ ኣይትተሃወኻ ሓዳር ኣይትግበራ ሓንሳእ ፅንሓ ስጋብ እቲ ወዲ ተባዕታይ ዝራጋጋእ፣ ስጋብ ልቡ ኣፍ ስጋብ ርእሱ ዝፈልጥ፣ ስጋብ ኣእምርኡ ጽቡቅ ጌሩ ዝቋጽጸር ተን ደቂ ኣንስትዮ ሓዳር ጠጠው ኣብልኦ። ሓንሳብ ሓንሳብ ጽንሓ። ሓንሳብ ጽንሓ ንስኻትክን ሓዳር ኣይትግበራ። ሓንሳብ። ምኽንያቱ እቲ ወዲ ተባዕታይ እንድዒ ብጀካ ጸርፊ ዋእ ኣታ ሙሉእ ለይቲ እኳ ከም ፖለቲካ ክትዛረቡ ትሓድሩ። ብዛዕባ ፍቕሪ ዘይትዛረቡ ሙሉእ ለይቲ ብዛዕባ ፖለቲካ ብዛዕባ ኤርትራ ንዮንንንንንላ ሙሉእ ለይቲ ብዛዕባ ሃገር ክትዛረቡ ትሓድሩ ካብ ሓደ ማስሜዳ ናብ ሓደ ማስሜዳ ካብ ሓደ ማስሜዳ ናብ ሓደ ማስሜዳ ካብ ሓደ ማስሜዳ ካብ ሓደ ዘይትድቅሱ ሙሉእ መዓልቲ ሙሉእ ለይቲ በቃ ሽዑ መጺኻ ነታ ዋ የእምሮኻ ተቋጻጸሮ ብራዘር ድሓር ምኽኒት ኣይትሃቡ ሓሚሙ ነይሩ ኸውን ናይ እምሮ ገይሩ ኸውን እንታይ ከጋጢሙ ወይልኩም ተሓስቡ ዘጋጠመ የጋጠምካ ሰብ ኣይቅተልን እዩ ሰብ ክቡር እዩ ሰብ ክቡር እዩ ሰብ ክቡር እዩ ሰብ ኣይቅተልን እዩ ብፍፁም ተኣምር ዋቶም ሰባት እዚ ደምሲ ኣቐልልኩም ትርእይዎ ኣለኹም ተማሃሩ እባ እንታይ ድዩ ኣብዚ ማስሜዳ ሪኢኹሞ ክኸሉል ቀንዩ ደም ክቡር ደምሲ ብጣዕሚ ከቢድ በጃኻትኩም ካብ ደም እሊ ይበሉ እስኻ ህይወትካ ተፅሊእካ ብራዘር እንድሕር ዘይትኸውን ኬና ዋላ ንነብስኻ ግበሮ ስድራኻ ኣይትለክም ነቶም ኣሕዋትካ ኣብ ሽግር ኣይትእትዎም ኣብ ደም ኣይትእትዎም ሰብ እንድሕር ከቢድካ እስኻ ክትነብር ዘይትክእል ተኸንካ በቃ ንነብስኻ እንደግበሮ ኣነ ባይዘወይ ንዝኾነ ይኹን ግዘ ውሰድ ተማሃር ተለወጥ ጸሎት ግበር እንድሕር ዘይኮነ ግን ሰብ ኣይትቕተር ሰብ ኣይትቕበል ሰብ ክቡር እዩ ደሓር ከኣ ዓሰርተ ግዜ ዝብለኩም እንታይ መሲልኩም ኣብ ማስሜዳ ድማ ናይ ኩሎም ኣይትስምዑ ሙሉእ ለይቲ ናይ ገለመለ ክትሰምዑ ተሓድሩ ዘይጠቕመኩም ኣርእስቲ ክትሰምዑ ተሓድሩ ሽዑ ከይትካ ትጭነቕ ንእሽተይ ክጠቕመካ ዝኽእል ስማዕ ክጠቕመካ ዝኽእል ስማዕ ኣለኹልካ እንዶ ኣነ ኣለኹልካ እንዶ ኣብዚ ማስሜዳ ጅግና ሲ ሓደ ጅግና ኣብዛ መሬት ኣነ እየ ዘለኹ ሓደ ብለካ ኣለኹ ጅግና ብፖለቲካ ምፃእ ብሃገር ምፃእ ብሓዳር ምፃእ ብትምህርቲ ምፃእ ብኩሉ ምፃእ ሲ ሓደ ኣለካ እንዶ ኣብዚ መፂኻ እንዶ ተዘራርብ ሓሳብካ እንዶ ብዝሃብ ዋ ሓቀይ ዶ ኣስሚር
ፅቡቅ ትዛርብ ኣለኻ ፅቡቅ ትዛርብ ኣለኻ
ተዛረብ በሊ ንርእስኻ እዩ በቃ ኩሉ ነገር ሲ ሽባ ኣነ ትግሪም እየ ዘለኹ በቃ በቲ ተበልካቲ እቲ በቃ የፅላእካ በቃ እንታይ ምሽ ኣለካ ሓደ ሓደ ግዜ ሲ ነቲ ኩነታት ርኢኻ ከማን በስመኣም ኢልካ ዝሕል ትብል ኢኻ ትፈርሕ ኢኻ ክንዲ ፈርሕ ኣይኮነ መሊሱ ኣይናውጣ ድኾነ ህዝቢ በቃ ዓይኑ ተገምጢሉስ መሊሶም ፈጠጠጠጠጥ ሕዞ ሕዞ ነቲ ሓንቲ እቲ ሓንቲ ምፅያ ሓንቲ ሓምፁ እንታይ ምድኾን ዶሎ ኣይፈልጥን ርእሰይ ተገሪመ ሕጅስ እዋኑ ይኮነን ዝሕል ክብል ነይሩዎ ሰብ ሕጂ ሃትያ ከዓ ምፅኢላ ሂባ ምስ ሓደገታ ሕጂ ከሎም ከዓ ጠቂዖም ኩላ ሰብ ፈሪሓ ሕጂ ሕጂ እስኻ ኣይበልዕን ክትብል ኢኻ እንተኾንካ ደይበልዕኻ ኣይበልዕን ሕጂ ኩሉ ሰብ እኮ ይፈርሕ ዘሎ
እንታይ ኮይኑ ክፈርሕ ኣስሚር ንዕባ እስኽሲ እስኽሲ ንሰብ ክትቀትልዮሲ ይጠፋእኪ ማለት ድዩ
ኣይጠፋእካን እዩ ግን ምሻልካ በቃሞ እዛ ሰብ እዚኣ ካብ መልሓሳ ምውፃ ጥራይ ምውፃ ጥራይ ካብ መልሓሳ ሕማቅ ቃላት ምውፃ ነብሳ ሃስያታ ሰብ ኣይጠፍኦን እዩ ሰብ ከመይ ጌርካ ትቐትሎ ግን ካብ ከመይ ነዛ ጓል እዚኣ ዝጥቅዑ ዝውዕሉ ርእስኹም ኣስተኻኽልዎ እቶም ደቂ ተባዕትዮ ናብ ነብስኹም ከይትመጻኩም ትፈሩ ጓል ኣንስተይቲ ክትቀትሉ ደፋራት እንታይ እዩ ኣብ ከምዚ ዘውድቐኩም ዘሎ እንታይ እዩ ኣብ ከምዚ ዘውድቐኩም ዘሎ ንጓል ኣንስተይቲ ሲ ዋይ ኢኹም ብሓይሊ ሓዳር ክትገብሩላ ትደልዩ ዘለኹም ንምንታይ ኢኹም ንጓል ኣንስተይቲ ብሓይሊ ሓዳር ክትገብሩላ ደሊኹም ዘለኹም ክትዕምፅዋ ናፅነታ ትገፍዋ ኣይደለካ ነተላትካ ትኺት ባይ ብያ ሰላም ፅናሕኺ ቻው ደቅኻ ይዕቢ ፍረ ብርክኻ ሂባትካ ኮላ ኣቱም ሰባት ክንደይ ከማን ውላድ ዘይብሎም ኣሕዋትና ኣብዚ ምስ መፃ ጠለሞም ኣለዉ ይነብሩ ኣለዉ ሂወቶም ቀይሮም ኣለዉ እንድሕሪ ወሊድካሲ ዝዓበየ ፀጋ እኳ ሂብካ ዘሎ ኣምላኽ ንፅባሕ ንጎሲ ባባ ባባ ዝብለካ ውላድ ረኪብካ እኮ ኣለኻ በቃ ብፍላይ ክዛረብ ምስ ኣኸለ ወዲ ዓሰርተ ኣርባዕተ ወዲ ዓሰርተ ሓሙሽተ ምስ ኮነ እኮ ኣብ ጎንኻ ይኮፍ ክብል መሰተኻ እዩ ክኸውን ፕሊስ በጃኻትኩም ብፍላይ ካብ ማህፀና ውላድ ተምፅያትልኩም ልዕሊኡ ክብረት የለን ኣኽብርዋ በቃ እቲ ዝበደለትካ ኣይስማዓካን እዩ ኣይኮንኩን ዝብለካ ዘለኹ ኣይስማዓካን እዩ ኮንኩን ዝብለካ ዘለኹ ክትሓርቕ ትኽእል ኢኻ ተበዲላ ሰብ ተበዲልካ ትሓርቕ ኢኻ ግን ግደፍዎ ካብ ቂምታ ውፁ ካብ ኩሉ ከኣ ተወሊድካ ክትፋላለ ኣይትኽእልን ኢኻ ንደቅኻ ኢልካ ትነብር ኢኻ ብሰላም ማለት እዩ ብርድድእ ደቅኻ ትኣሊ ወሊዳትልካ ማይ ድመስል ቆልዓ ኣምፅያትልካ ህፃን ኣምፅያትልካስ ክትቀትላ ክተፈራርሃ ነውሪ እዩ መሰረቱ ነውሪ እዩ በቃ ኣኽብርወን ግደፉ ካልእ መዓልቲ ክነርክበሉ ኢና ናይ በዓል ዳህላ ገለ ትምህርቲ ስጋብ ሕጂ ዝዛረብኦ ዘለዋ ክነርክበሉ ኢና እሱ እዚ ናይ በዓል ዳህላ ዝዛረብኦ ዘለዋ ሕጂ ገለ ክነርክበሉ ኢና ፅባሕ ክነርክበሉ ኢና እሱ ብዝያዳ ግን ጓል ኣንስተይቲ ክብርቲ እያ ኣኽብርዋ ፕሊስ ኣሕዋተይ ብጃኻትኩም ሕጂ እውን ኣብ ቂምታ ዘለኹም ካብ ቂምታ ውፁ ስራሕ እንዶ ስራሕ እንዶ ዓሰርተ ሰለስተ እንደ ስራሕ ድኸም እንዶ ትደኽሙ ዘለኹም መስለኒ ትደኽሙ የለኹምን ትደኽሙ ተትህሉ እኳ ኣብ ከምዚ ምበጻሕኹም ነርኩም ድኸሙ ስርሑ ድኸም ድኸም ድኸም ድኸም if you, if you tired you can sleep if you tired you can sleep

yawwa
thank you mamana መሶብና እዋ እንታይ ክብለኩም በቃ እንታይ እሞ ወላ ሓንቲ ክብለኩም ኣይክእልን ኣነ ኩላትካ ተኸባቢርካ እዩ ዝበለፀ ከምዛ ዝብለኩም ዘሎ እዩ በቃ እንታይ ገደሰኩም ዕድሜኹም ንሓደ ሰብ እንታ ቀቲልካስ ወላ ኣብ መሬት ኩን ኣብ ሰማይ ኩን ፅቡቅ ኣይትረክብን ኢኻ እንታይ ገደሰኩም በቲ ሰብ ሕማቅ ተጌርካ ንነብሲ እያ ጥራሕ ስኻ ጠላማይ ኣይትኾን እዩ ዝብላኒ ስኻ ትገብሮ ዘለካ ጸሊ በቃ ንኣማ ከምዚ ዓይነት እንታይ ዩ ሽግር ዘሎ ከዓ ከምቲ ሽግር ክትረኽቡ ከለኹም ዚ ናብ ኣምላኽኩም በቃ ጸልዩ በቃ ስዩ ክህደአኩም ዝኽእል ሰብ ዝህድእ የለን ኣብዚ ሓፍትካ የለ ሓውካ የለ ዝህደአኩም ስለዘየለ ሕዋተይ ናብ ኣምላኽኩም በቃ ጥርዑ እግዚኣብሔር ኣምላኽ ከዓ ተኣምር ከርእዮም ዝኾነ ነገር ኣነ ኣጆኹም እየ ክብለኩም ዝኽእል ኩላህና ንፋቐር በቃ ንከባበር እሱ ክብል ዝኽእል እሞ ኣነስ ወላ ሓንቲ በቃ ንዓይ ንርእሰይሲ ደንዚ ተገሪም እየ ዘለኹ ናይ ኩሉ ሰብ እንታይ ድኸውን ደሎ ወላ ነቶም ከምኡ ትገብሩ ከማን ነታ ሕማቕ መዓልትስ የላን በላ እዩ ዝበሃል እሶም ከማንሲ ናይ ዘለኣለም ሂወቶም ኣብ ናይ ሕልና ሞት እዩ ሞይቶም ዘለዉ ዋላሶም እንታይ ገደሰኩም ድሕሪ ወልዳትልኩም ቻው በቃ በቲ ውላትኩም ክትሕጎስ ኢኹም እግዚኣብሔር ኣምላክ ከዓ ነዚ ዘገብ ነዚ እግዚኣብሔር ዝርኢ ኣሎ ንዝኾነ ነገር ማለት እዩ ኩላህናስ ንፋቐር በጨልኹም እስኹም ንሕና ከነኽብረኩም እስኹም ተኸባቢርናስ ክንዓብን ኣብ ድሌትና ክንበፅሕ ኣለና ንሕና ትሕት ንብል ኩላትካ ትሕት ተልካ ክትዓቢ ትኽእል በጃኹም ደቅና ንሕና ንዓናስ ሐውኬ ነቶም ደቅናስ እንታይ ክነፅንሓሎም ኣለና በጃኹም ፅቡቅ ታሪክ ከነፅንሕ ንክእል ኣለና በጃኹም ንቀየር ክብለኩም ዝደሊ ኩላና በጃኹም ንፀሊ ከዓ ናብ ኣምላኽና ንመለስ ሰይጣን ንሰይጣን ዕድል ኣይንሃቦ ከምዚ ገይርሃኒ እንድያ ከምዚ ገይርኒ ድዩ ኣይትበሉ በቃ ንኩሉ ነገር ሲ ሸለል በሉ በቃ እቕሪ ከዓ ንምንታይ እቕረ ንበሃል እንታይ እዩ ኣነ ንርእሰይ ተሓደ ተሓዝካዮ ተሓደ ተሓዝካዮ ዋ እንታይ ኢና ክንገብር በጃኹም በጃኹም ስለዚ ስለዞም ህፃናት ንዓና ደይኮና ንደቅና ኢና ንሃሲ ዘለና ደቅና ኢና ንብድል ዘለና ኣሕዋተይ ብጃኹም ብወገንኩም ኣዋልድ ይኹን ብወገን ወዲ ግን እቲ ወዲ ጥዑይ ትኾነ እታ ጓል ሕምምቲ ከምኡ ስለ ዝኾነ ናይ ኩሉ ሰብ ኣነ እታ ጓል እቲ ወዲ ክብል ኣይክእልን እየ ኩላህና በጃኹም እቕረ ንበሃል በቃ ግደፎ እንድሕር ካብ መጀመሪ ሕሰቡ እሞ ሰብ ኣዝዮም እንታይ ድዩ ኩሉ ግዜ ሓዳር ክትገብር ከለካ ክፋታሕ ኢልካ ይትኣቱን ኢኻ ካባይ ጀሚርኩም ከምኡ እየ ትፋታሕ ኢልካ ይትኣቱን ኢኻ ግን እቲ ፊልም እንታይ ፀንሓካ ኣይትፈልጦን ኢኻ ዋላ ንርእስኻ ትድግረም ኢኻ እንተኮይኑ ከምዚ ከሎ ድዩ ምፍላይ ኣሎ ድዩ ኣይትፅበዮን ኢኻ ምስ ፈለጥካ ኢኻ እቲ ምፍላይ ከም ዘሎ ትፈልጦ ግን ምፍላይ ኣሎ ናይ ዝወለድካ ዘይኮነሲ ፍትሒ ሲ ዘሎ እዩ ኣብ ኩሉ ዓለም ኢኻ ንስኻ ግን በዳሊ ትኹን ንነብስኻ ማለት እዩ በዳሊ ትኹን ንዝኾነ ነገር ከዓ ሕማቅ ክትሓስብ ኮልካ ከዓ ግሹ ወረቀት ኣለኩም ግሹ ዕርብ በሉ ከይትኩም ገንዘብኩም ሒዝኩም ኣብ ደስ በለኩም ኪዱ ሕዋተይ በጃኹም ተደሊኹም ኢትዮጵያ ኪዱ ተደሊኹም ኣብ ኩሉ ኬና ኪዱ ከይትኩም ኣብኡ ዕርፍ ኣቢልኩም ምፁ ክጭነቑ ከሎም ኣብ ምክንያቱ እዚ ኤሮፓ ርእየ ኣነ ዝህድእካ የለን በላ ኣንቲ ስሚር ትርር እንደበሊ በጃኹም በጃኹም ዘይትበልዮም ዳኪሮምና ምስ እሞ በጃኹም በጃኹም ሲ እንታይ በጃኹም በጃኹም ከይዶ ስርሓኹም ስርሑ ተቐየሩ ተለወጡ ኣ- ኣብዚ ሲ ንጓል ኣንሰይቲስ ኣይተፈራርህዋ

እወ እንታይ ድዩ ኩሉ ግዜ ክትሪኦ እቲ ትሪኦ መንገዲ ከዓ ክትሪኡ ኣለኩም እቲ ፀጋ ኣምላኽ ዝሃበና እቲ ጥዕና ድሃበኩም እቲ ዘለኹሞ ተመስገን በሉ በጃኹም ኣሕዋት ካብ ዓራ ዘይትስኡ ኣለዉ ንዑ ርኢኻ ዋእ ኣነ ባሓይሽ ካባኻ ካልእ ከዓ ክትሰምዕ ኢኻ ዋእ ኣነ ባሓይሽ ነቲ ትሕቴኻ ዘሎ ኢኻ ትርኢ ነቲ ካልእ ኣይትርኣዩ ኣሕዋት ደሓን ግደፎም ሎማዓንቲ እንታይ እሞ ክንገብረና ንትሽባ